ብሓጽር ግዜ ብሓጺር ግዜ ሰብ ዘእተኽዎስ ስራሕ ገለ ክዕሽግ ከሎስ እታ ትራክ ኣብ ቅድሚ ጎማ ኣብ ሓመድ ኣትያ ክትወጽእ ኣይከኣለትን ሽዑ እትዮም በዓል ዋና ይምሓር ይምሓር ይምሓር ገበ ታንኪ ቶ ትራክ ጸዊዖም ንታ ትራክ ኣውጺኦማ ሰሊ ከፊሎም ሽዒ ሽዑ እንታይ ኢሎሞ ክፈል ኢሎሞ ኣይከፍልን ኢሉ ንዓይ ደዊሉ ራዮ ኣነ ናይ ኣቦይ ናይ ኣደይ ትካል ኣይኮነ ግን ኣነ ብቲ ዘሕለፍኩሉ መንገዲ ከሕልፈ ዝደሊ ኣብ ሓደ ቦታ ክትበጽሕ ነዚኣ ክትበጽሕ ሲ እዚኣ ሲ ኣበይ ከም ትሕረደላ ክትፈልጥ ኣለካ ስለምንታይ ካብታ ትሕረደላ ገዚኻ ቀቂልካያ ትበልዓ ደን እቲ ቴስት እቲ መቐረት ሽዑ ኢኻ ትፈልጦ ኣነ ብዝሕለፍኩሉ ከሕልፎ ሚለየቱ ኣይሰርሕን ይብለካ እንታይ ኾንካ ዋእ ስለምንታይ ዘክፍሉኒ ስማዕ ናትካ ማኪና ተትከውንስ ብሰልድካ ዝገዛካያ ናይ ውልቅካ ተትከውን ከምዚ ተዘጋጥመካ ነይሩ መን እዩ ዝከፍለልካ ባዕለይ ሕጂ ሚዛናዊ ተጠቀም እዚያ ማኪና ሰብ ዝሃበካ ብደሞዞም ጽቡቅ ይከፍሉካ ዶ የስ ጽቡቅ ይከፍሉ ወርሓዊ ኣታዊካ ክንደይ ዓሰርተ ዓሰርተ ሓደ ሽሕ ዋእ ኣነ እኮ ብጣዕሚ እኮ ጽቡቅ ዝጎየሎም ጽቡቕ እዩ ዝስረሕሎም ሂዳ ዝማር ኣብ ዝኾነ ቦታ ወዲ ሰብ ጽቡቕ ስራሕሉ ኣያመስግነካን እዩ ክትፈልጥ ዘለካ ኣብ ዝኾነ ቦታ ክትሰርሕ ብልብኻ እንተሰሪኻ ወዲ ሰብ ኣያመስግነካን እዩ እንታይ ኢኻ እሞ ትገብር ስራሕ ግዜኻ ፍለጥ ሰልኻ ኣክብ ናትካ ግበር ነዚያ ፈተናሲ ኣሕልፏን እዩ ሓንቲ ብጣዕሚ ዝፈትወላ ታሪኽ ኣላ ሓደ ቆልዓ ንኣቡ ኣቦይ ፍልጠት ኣውርሰኒ ኢልዎ ምንታይ ፅባሕ ንጎ ነብሰይ ክፈልጣ ሲ ፍልጠት ኣውርሰኒ ፍልጠት ከውርሰካ እወ እዚኣ ትኽ ዝበለት መንገዲ ርኻያ እወ ኣብ ኣንድ ተጓዓዝ እሞ ኣብ እግሪ መንገድኻ ሲ ኣብ ውሽጢ ረሳሕ ምግብ ክትረክብ ኢኻ ኣብ ረሳሕ ሲ ምግብ ክትረክብ ኢኻ ንታ ምግቢ ብልዓያ ከይትሓልፋ ኢልዎ ንዓ ምስ ሓለፍካ ጉድጓድ ዝኾነ ነገር ኣላ ንእሽተይ ጉድጓድ ንዓስ ድፈና ኢልዎ ኣብ ውሽጢ ጉድጓድስ ገረብ ኣላ ንእሽተይ ቆፅሊ ትመስል ገረብ እዚስ ክንደዚ ትኣክል ክንደዚ ትኣክል ገረብ ኣላ ነዚኣሲ ድፈና ኢልዎ ሓራ ኢሉ እታ ሳልሳይ ከዓ ፅብቕቲ ጓል ትረክብ ኢኻ ንዓካ ሒዝካ እያ ምፃ ኢሉ እዚኣ ክኸይድ ከሎ ነቲ ረሳሕ ረኪቡ ኣቢሉ ክበልዓ ከሎ እቲ ምግቢ ጥዒምዎ ብጣዕሚ እንደገና ካ ነታ ጉድጓድ ይረኽባ እታ ጉድጓድ ካ ክደፍና ይብል እታ ጉድጓድ ኣይትደፍን ይደፍና እቲ ቆፅሊ ይወፅእ እንደገና ይደፍና እቲ ቆፅሊ ሰልችዎ ዋ ከም ከመይ ኢሉ ነገራት ብሉ ገዲፍዎ ኸይዱ እታ ጓል ረኽባ እታ ጓል ክሕዛ ሒዝካዮ ምፃእ ተባሂሉ እንዲ ክቐርባ ከሎ እታ ጓል ትርሕቆ ዋ ክቐርባ ከሎ እታ ጓል ትርሕቆ ክቐርባ ከሎ እታ ጓል ትርሕቆ ዛዕባ ይሰልችዎ ናብ ኣቡ ኾት ዋ ኣቦይ ከምዚ ከምዚ ኣጋጢሙኒ ኢሉ በል ዝወዲ እዩ እታ ረሳሕ ዝበልዕኻየ ትዕግስቲ እያ ትዕግስቲ መጀመርያ ክትርያ ኮለኻ መራር እያ ዳሕራይ ኢኻ ጥዑም ዝኾነካ እታ ትዕግስቲ እታ ብትዕግስቲ ዝተጸባኻያ ድሌትካ እሲ መጀመርያ ታቃጽለካ እያ ረሳሕ እያ ትጨነወካ እያ ዳሕራይ ግን ትመቅር እያ እታ ካልኣይ እቲ ጉድጓድሲ ዘይትድፈን ሓቂ ሰብ ዝኣተኻ እያ ሓቂ ሰብ ወላ ክደፍና እንተደሊኻ ወላ ሸውዓተ ታቦት ብዕረ ሓሪርካ ንዘኽታማት እንተ ኣብሊዕኻ ሓቂ ሰብ ኣይገድፈካን ወላ ክትኸፍል እንተዘይከኣልካ ወላ ክትሕስ እንተዘይከኣልካ ይቕሬታ ካብ ትሰብ ልክዕ ከምታ ጉጓለ እታ ጓልካ ዓለም እያ ዓለም ክትቀርባ ኮለኻ ትርሕቐካ ክትቀርባ ኮለኻ ዓለም ትርሕቐካ እያ ዘይናትካ ኣመል ትህበካ እያ ሶ እቲ ቀንዲ ዓለማዊ ካታለካ የብሉ ኣብ ደድሕሪ ዓለም ክትግው ይብልካ ሶ ሪኻ ዲስ ኢዝ ኤክስፒሪንስ ሶ ባላንስ ተጌርካ ብጣዕሚ ኣብ ሂወትካ ዓብዪ ነገር ኣትሊስት ኣትሊስት ሚቲ ሚታዊት እንተ ዘይረኸብካ ኣም ሹር ሓምሳ ሚታዊት ክትረክብ ኢኻ ሓምሳ ሚትዋዊት ክትልወጥ ኢኻ ግን እቲ ኣግረሲቭ ክታብሉ ይብል ሓምሳ ሚታዊት ክትረክብ ኢኻ ሓምሳ ሚትዋዊት ክትልወጥ ኢኻ ግን እቲ ኣግረሲቭ ክታብሉ ይብልካ ሎክ ኣነ ክነግረካ ካብ ማስል ዘይኮንኩስ ላይክ ኣይ ዶንት ዋንት ላይክ ክኸውን ዘይኮንኩስ ሌት ሚ ቴል ዩ ኣብ ዓለም ኣነ ቤኒ ቤኒ ጸጋምን የማንን ወላ ሓደ ሰብ ይብለ ሜንታሊቲ ላተይ ግን ብርቱዕ እዩ ሓንሳብ ቤኒ ኢለ ኣያስምሰልኩን እንታይ በሃል ብትግርኛ ኣያስምሰልኩን ሓቀር እ፣ ምስትና ኣየስተማሰርኩም ኣየስተማሰርኩም ኣያስተማሰልኩም ሓንቲ መዓልቲ ኣብ ህይወተይ ኣያስተማሰልኩም ሕሰቡ ኣብ ናተይ ቦታ ተትኸውን ኩሉ ነገር ሂቡካ ንክሰርሕ ሲ ኤነርጂ የድልየካ ኣብ መዓልቲ ሲ 2 ኪሎ ሜትር 700 ኪሎ ሜትር ክትጓዓዝ እንታይ ኣድልየካ ኤነርጂ ኣድልየካ እዚ ኤነርጂ ቤን ክመፅእ ኣብ ጥቓኻ ትሪኦም ዘለካ ሓጎስ እዩ ኣብ ጥቓኻ ትረኽቦ ፍቕሪ ደንሳት ወላ ክትበልዕ ኮለኻ ክታስተማቕሮ ኣለካ ኣብ ጥቓኻ ዘሎ ሕጉስ ነገራት ክትረኽቦ ኮለኻ ክትርኢ ኮለኻ ኣነ ኩሉ ስኢነ እባ እስቲ ካብቲ እቲ ሰብ ኩሉ ነገር ዘለዎ ኣነ ዝሳብ ካብኡ ንላዕሊ ግን ብጣዕሚ ይሓስ እንታሽሙ ፍሉ እየ እቲ ንዓይ እቲ መርዚ ዝለቀለይሲ ዓቢሰየ ከምቲ ኣምላኽ ዝፈጠረኒ ዘይኮነስ እንደገና እቲ ዘሕለፍኩዎ ኩሉ ረሲዐ እዩ ኣይዝክሮን እዩ ግን ኣእምነሉን እዩ ግን ከም ዕላል ይዕልሎ እዩ እቲ ዘሕለፍካዮ ኣይትኣምኖን ኢኻ ሓሊፍ እዩ ሕጂ ሓድሽ ህይወት ኣላ እቲ ዕድልካ ተጠቐመላ እታ ትዕግስቲ ብጣዕሚ ታሽመ ትመርር መወዳእታ ግን ምስ ረኸብካያ ዳስ ህይወት እያ ሶ ሞስት ፒፕል ያንግ ኣይሓልፉን እዮም ኣብ ሓንጎልካ ትቐርፆ ንፀዋታ ኢልካ ገለ ኢልካስ ካብ ብዙሕ ነገራት እንታይ እቲ እቲ ኢቭል ይኸበካ እዩ ገበይ እንዳበልዓኻ እንዳበልዓኻ እንዳበልዓኻ ዋእ ከምዚ ስዔዶ ኣንታ ኣንታ ጃፓናዊ ተዛራባይ ኮይኑ እኮ ምስ ደቂ ሓገዝ እንዳኸደ ጃፓናዊ ድዩ ኣነ ኤርትራዊ ኢልና ሓደ
ተስፋይ ገሊዩ ይመፅእ ዶ እንዳመኸርካዮ ሲ እታ ቀዳማይ እታ መኽሪ ኣይቅበላን እዩ ኣይና
ንዓና ዘይመስል ሽዑ እቲ ሓሳብ ብርቂ ትኸዶ እያ ዳሕራይ ምስ ኣረጋገፀ ዋ ኢሉ ሰለስ ኮይኑ ይሰማዓካ